ሰላም ከመይ ጸንሖ ኮቡራት ተኸታተልቲ ንሎሚ ረቡዕ ምሸት ዓሰርተ ሓሙሽተ ጥቅምቲ ክልተ ሽሕን ዕስራን ሓምሽተን ዝተዳለው ሓደሽ ዜናታት ሒዘልኩም ቀሪበ ኣለኹ ምክትታልኩም ይዕድም ፈለማ ቀንደብታቱ ብዛዕባ ሓይልን ዓቕምን ፓስፖርት ዝወጸ ሓበሬታን ብፓስፖርት ኤርትራ ብዘይ ቪዛ ናብ ሰላሳን ትሽዓተ ሃገራት ክትጓዓዝ ከምትኽእል ከምዝተገለጸን ኢትዮጵያ ናይ ዓሰርተ ዓመት ናይ ባሕሪ ስትራቴጂ ምእማማ ዘድንጽ'ዩ ክትብል ኤርትራ ዘውጸቶ መግለጽን ሎሚ ኣብ ክልል ትግራይ ከተማ ኣክሱም ዘጋጠመ ሓደጋን ብተቓውሞ ሰራዊት ትግራይ ዝተገበረ ሎሚ መንገድታት ከምዝተዓጸወ ከም ዝተገለጸን፣ ኤርትራ ምስ ናይ ቸክ ሪፐብሊክ ወገናት ከም ዝተራኸበትን፣ ሎሚ ልኡኽ ኤርትራ ናብ ዖማን ከም ዝተጓዕዘን፣ ኣብ ዓሰብ ዝተኻየደ ኣኼባ ዝምልከትን ዝብሉን ካልእን ዝሕብር ዝርዝር ዜናታት ሒዝናልኩም ቀሪብና ኣለና። ንቻነልና ሳብስክራይብ ብምግባር ክሳብ መወዳእታ ክትከታተሉና ብኽብሪ ንዕድመኩም። ተቓውሞ ሰራዊት ትግራይ ከምዝቐፀለ ተሓቢሩ። ኣብ ትግራይ ኣባላት ሰራዊት ዘበገስዎ ሰልፍን ኣድማ ንሳልሳይ መዓልቲ ይቕፅል ከምዘሎ ይሕበር ኣሎ። ኣብ ጉዳይ መነባብሮ ኣልዒሉ ከምዝተበገሰ ዝሕበር እቲ ናይ ተቓውሞ ሰልፊ ቅድሚ ሳልስቲ ኣብ መቐለ ዝተበገሰ ኮይኑ ናይታ ክልል ኣባላት ሓይልታት ፀጥታ ናብ ዝተፈላለዩ ከባቢታት ክቕፅል ከምዝገበሩ ይግለፅ። ነቲ ናይ ተቓውሞ ሰልፊ ዝጀመሩ ኣብ ዓርሚ ዕስራን ክልተ ዝፍለጡ ናይ ትግራይ ናይ ፀጥታ ኣባላት ምዃኖም እውን ይንገር። ኣብ ካልኣይ መዓልቲ ናይቲ ሰልፊ መንገድታት ሓውዜን ዓድዋን ከም ዝተዓፀወ ዝሕብሩ ናይቲ ክልል ወገናት እቲ ፍፃመታት ንምንቅስቓስ ኣፀጋሚ ኮይኑ ምንባሩ እውን ወሲኾም ይገልፁ። ናይ ትግራይ ሓይልታት ንሳልሳይ መዓልቶም ነቲ ተቓውሞ ከም ዝቐፀልዎን ካብ ዝተፈላለዩ ከባቢታት ዝተኣከቡ ኣባላት ሓይልታት ትግራይ መንገድታት ምዕፃው ይቕፅልዎ ከም ዘለዉ ካብቲ ከባቢ ዝተረኸበ ሓበሬታ የንፅር። ናብ መቐለ ዘእቱ መንገድታት ምዕፃው ከም ቀንዲ ንጥፈት ሒዞሞ ከም ዘለዉ ዝገልፁ እቶም ሰልፈኛታት፣ ካብ መኾነን ዓዲ ሽሑ ናብ መቐለ ንዝፀንሕ ምንቅስቓስ ኣብ ምድራት ይሰርሑ ከም ዘለዉ፣ ሕቶኦም ክሳብ ዝምለስ ክቕፅልዎ ከም ዝኽእል እውን ብተወሳኺ ይሕበር። እዚ ከምዚ ኢሉ እንከሎ፣ ካቢኔ ግዝያዊ ምምሕዳር ክልል ትግራይ ሎሚ ኣብ ዘካየዶ ህፁፅ ኣኼባ ኣብ ሕቶን መሰልን ተጠቃምነትን ሓይልታት ፀጥታ ትግራይ

መጽናዕቱ ዛዚሙ ዘምጽኦ'ዩ ዝበለ እቲ ፕረዚዳንት፣ እቲ መጽናዕቲ ብላዕለዎት ሓለፍቲ ሓይልታት ጸጥታ ትግራይ ዘተ ዝተገበረሉን ንዝተውሃበ መመሓየሺ ርእይቶታት ኣካቲቱ ዝተዳለወ ረቂቕ ደንቢ ከምዝኾነ ገሊጹ። ብመሰረት እቲ ብፕረዚዳንት ዝቐረበ ሕቶ፣ መሰልን ተጠቃምነትን ሓይልታት ጸጥታ ትግራይ ብዕምቆት ዝዘተየ ካቢኔ ግዝያዊ ምምሕዳር ክልል ትግራይ፣ እቲ ዝቐረበ ረቂቕ ደንቢ ተፈጻሚ ንክኸውን ዘኽእሎ መምርሒ ኣፈጻጽማ ክወጸሉ ንዝምልከቶ ኣካል ብምምራሕ ብምሉእ ድምፂ ወሲኑ ኣሎ ክብል ቤት ፅሕፈት ጉዳያት ኮሙኒኬሽን ክልል ትግራይ ሎሚ ናይ ምሸት ኣብ ዘውፅኦ መግለፂ ኣፍሊጡ ኣሎ። ኢትዮጵያ ናይ ዓሰርተ ዓመት ናይ ባሕሪ ስትራተጂ ምእማማ ዘድንፅ እዩ ክብል ሚኒስተር የማነ ገሊፁ። ናይ ኢትዮጵያ ናይ ባሕሪ ህርፋን ካብ ግዜ ናብ ግዜ ክኸይድ ዝፀንሐ ጭብጢ ዘይብሉ እዩ ክብል ሚኒስተር የማነ ገብረመስቀል ገሊፁ። ሚኒስተር የማነ ኣብቲ ኣብ ገፃ ትዊተር ዘውፅኦ ካብ ፕሪሜትሪክ ዝተብሃለ ምንጪ ምርኩስ ዝገበረ ክኸውን እንከሎ፣ ኣብቲ መግለጺ ኢትዮጵያ ናይ ዓሰርተ ዓመት ናይ ባሕሪ ስትራተጂ ከም ዘውጽኣት ንዝገልጽ ጽሑፍ ምውጽኡ እውን ገሊጹ'ሎ። እቲ ኢትዮጵያ ኣብ ኣፍሪቃ ማእከል ባሕርያዊ ንጥፈታትን መራኽብን ክትከውን ዝገልጽ ስትራቴጂ ኣብቲ ኣብ ኣዲስ ኣበባ ዝተኻየደ ዋዕላ ምዝራቡ እውን ብተወሳኺ ተፈሊጡ'ሎ። ናይ ብልጽግና ወገናት ግቡእ ቦትኦም ክንዲ ምሓዝ ኣብ ዘይዓርፍ ዕግርግር ክኣትዉ ምምራጾምን ኣብቲ ሚኒስተር የማነ ዘውጽኦ መግለጺ ሓቢሩ። ሓይሊ ኣየር ኢትዮጵያ ንዝኾነ ግዳጅ ንምፍጻም ኣብ ዝለዓለ ብርኪ ድልውነት ይርከብ ክብል ሌተናል ጀነራል ይልማ መርዳሳ ተዛሪቡ። ሓይሊ ኣየር ኢትዮጵያ ዝወሃቦ ዝኾነ ይኹን ግዳጅ ንምፍፃም ኣብ ዝለዓለ ብርኪ ድልውነት ይርከብ ክብል ዋና ኣዛዚ ሓይሊ ኣየር ኢትዮጵያ ሌተናል ጀነራል ይልማ መርዳሳ ተዛሪቡ። ምክትል ኣዛዚ ሓይሊ ኣየር ንኦፕሬሽን ኣየር ኣብ ኣፈፃፅማ ወፍሪ ዕዙዝ ኣስተዋፅኦ ንዘበርከቱ ክፍልታት ኣፍልጦ ዝተውሃበ ኮይኑ ሌተናል ጀነራል ይልማ መርዳሳ ኣብቲ ሎሚ ዝተኻየደ መደብ ተረኺቡ ኣብ ዝሃቦ መግለፂ እቲ ትካል ዝወሃቦ ልኡኽቶን ወፍርን ንምፍፃም ኣብ ልዑል ዓቕሚ ምድላው ይርከብ ኢሉ። ኣብ ሪፈራል ሆስፒታል ዩኒቨርሲቲ ኣክሱም ብዘጋጠመ ሓደጋ ባርዕ ሓዊ ኣብ ናውቲ ሕክምና ጉድኣት ከም ዝበፅሐ ተገሊፁ። ኣብ ሪፈራል ሆስፒታል ዩኒቨርሲቲ ኣክሱም ዘጋጠመ ሓደጋ ባርዕ ሓዊ ኣብ ልዕሊ ናውቲ ሕክምና ጉድኣት ከም ዘብፅሐ ተገሊፁ። ፈፃሚ ስራሕ ህዝባውን ዓለም ለኻዊ ርክባት ዩኒቨርሲቲ ኣክሱም መምህር ተኽላይ ገብረሚኪኤል፣ ቀትሪ ሰዓት ሸውዓተ ዝጀመረ ሓደጋ ባርዕ ሓወ ምቁጽጻር ከም ዝተኽኣለ'ውን ገሊጹ። መንቀሊ ናይቲ ኣብ ልዕሊ ሓደ መኽዝን ጉድኣት ዘብጸሐ ባርዕ ሓዊ ኣብ ምጽራይ ከም ዝርከብ'ውን እቲ ፈጻሚ ስራሕ ገሊጹ። እቲ ባርዕ ሓዊ ብተሳትፎ ሰራሕተኛታት ቲንቨርስተ ነባራይ ከተማ ኣክሱምን ካብ መዕረፎ ነፈርቲ ዝመጸት መጥፊኢት ሓዊ ተሽከርካሪትን ናብ ካሊእ ከይተስፋሕፍሐ ኣብ ቁጽጽር ከም ዝወዓለ ገሊጹ። ሶማሌላንድን ኢትዮጵያን ርክባት ከካይዱ ምዃኖም ተገሊጹ። ካብ ሶማልያ ርእሰ ናጽነት ዝኣወጀት ፕረዚደንት ሶማሌላንድ ዓብዱራሕማን መሓመድ ዓብዱላሂ ምስ ኣባላት ካቢኔ ሚኒስተራት ንምርኻብ ናብ ኣዲስ ኣበባ ከም ዝተበገሰ ቤት ጽሕፈቱ ኣፍሊጡ ኣሎ። ሶማልያ ከም ኣካል ግዝኣታት ተቖጽሮ ፕሬዚዳንት ሶማሌላንድ ናብ ኢትዮጵያ ምኻዱ ፕሬዚዳንት ሶማል ኣብ ኣዲስ ኣበባ ዑደት ድሕሪ ምግባሩ ድሕሪ ሒደት እዋን ምዃኑ ምንጭታት ይገልጹ። ሚኒስተር ፋይናንስ፣ ሓላፊ ሰራዊትን ሓለፍቲ ሃገራዊ ድሕነትን ሓቢሮም ኣብቲ ምብጻሕ ነቲ ፕረዚዳንት ምዕጃቦም'ውን ክፍለጥ ተኻኢሉ ኣሎ። ወሃቢ ቃል መንግስቲ ሶማሊላንድ ኣብ ዘውጽኦ መግለጺ፣ ዑደት ፕረዚዳንት ኣብ ሓባራዊ ሽርክነት ዝተማእከለ ምዃኑን ብፍላይ ኣብ ዓውድታት ጸጥታ፣ ቁጠባ፣ ንግዲ፣ መጓዓዝያን ዝምድና ክልቲኤን ሃገራት ንምሕያል ዝዓለመ ምዃኑ እውን ተፈሊጡ ኣሎ። ፕረዚዳንት ዓብዱራሕማን መሓመድ ዓብዱላሂ ናብ ኣዲስ ኣበባ ዑደት ዘካይድ ዘሎ፣ ሃገሩ ምስ ኢትዮጵያ ኣካታዒ ስምምዕ ወደብ ድሕሪ ምፍራማ እቲ ሓድሽ መራሒ ናይ ፈለማ በጻሒ ምዃኑ እውን ይንገር። ካብ ሶማልያ ዝተፈለየት ሃገረ ሶማሊላንድ ናይ ባሕሪ ዶብ ስምምዕ ምፍራማ እቲ ስምምዕ ኣካተዐን ኣብ መንጎ ሶማልን ኢትዮጵያን ናይ ኲናት ደበና ምፍጣሩ እውን ተሓቢሩ እዩ። ነቲ ወደብ ንምልዋጥ ኢትዮጵያ ንሶማሊላንድ ዘይተገለፀ ብፅሒት መንገዲ ኣየር ኢትዮጵያ ክትህባ ከምትኽእል እውን ክሕበር ዝፀንሐ ኾይኑ ኣብ ጥሪ ክልተ ሽሕ ዕስራን ኣርባዕተን ኣብ መንጎ ኢትዮጵያን ሶማሊላንድን ናይ መዘከር ስምምዕ ተኸቲሙ ምንባሩ እውን ይዝከር። ካብ ሰበ ስልጣን ሶማሊላንድ ዝተውሃበ ፀብፃባት ኢትዮጵያ ነታ ሃገር ካብ ዝኾነት ሃገር ዘይረኸበቶ ኣፍልጦ መንግስታውነት ከምትህባ ገሊፃ ምንባራ እውን ክግለጽ ዝጸንሐ ምዃኑ ይሕበር። ልዕሊ ሰለስተ ዓሰርታት ዓመታት ካብ ሶማልያ ናጽነታ ብምእዋጅ ስርዓተ መንግስታውነት ዝሃነጸት ሶማሌላንድ ካብ ኣህጉራዊ ሃገራት ኣፍልጦ ክትረክብ ትጽዕር ከም ዘላ ዝንገር ኮይኑ ሶማልያ ግን ሶማሌላንድ ኣካል ግዝኣታ ብምዃና ከም ናጻ ሃገር ኣፍልጦ ከም ዘይትህባ ክትገልጽ እንከላ ምስ ኢትዮጵያ ዝተፈረመ ስምምዕ እውን ብትሪ ተቓዊማቶ ምንባራ ናይቲ ከባቢ ወገናት ይሕብሩ። ኣቐዲሙ ናብ ኢትዮጵያ ዝበጽሐ ፕረዚዳንት ሓሰን ሸኽ መሓሙድ ኣብ ዝሃቦ መግለጺ፣ ምስ ቀዳማይ ሚኒስተር ኢትዮጵያ ኣብይ ኣሕመድ ኣብ ክልቲኣውን ዞባዊ ጉዳያት ከም እተዘራረቡ እኳ እንተገለጸ፣ ዝርዝር ዘተኦም ግን ንህዝቢ ከም ዘይተገለጸ'ዩ ዝሕበር። እዚ ከምዚ ኢሉ እንከሎ፣ ዝተፈላለያ ማዕከናት ዜና ዲፕሎማስያዊ ምንጭታት ብምጥቃስ፣ ፕረዚዳንት ሶማሌላንድ ብዕድመ መንግስቲ ኣዲስ ኣበባ ከም ዝኣተወን፣ እቲ ዑደት ካብ ክልተ ክሳብ ሰለስተ መዓልቲ ከም ዝጸንሐ ኣመልኪተን ኣለዋ። ሚኒስተር ወጻኢ ጉዳይ ሶማሊላንድ ኣብ ማሕበራዊ መራኸብታት ገጽ ኣብ ዝሃቦ መግለጺ፣ ዕላማ'ቲ ዑደት ኣብ መንጎ ክልቲኤን ሃገራት ዘሎ ምትሕብባር ዝምድና ንምሕያል ምዃኑ ኣፍሊጡ ኣሎ። ኣብ መንጎ ኢትዮጵያን ሶማሊላንድን ዝተገበረ ስምምዕ ዝፈረመን ኣብቲ ምርጫ ብተቓዋሚኡ ካብ ስልጣኑ ዝተኣለየ ፕሬዝዳንት ሶማሊላንድ ነበር ሙሳ ባሂ ሕጂ'ውን ዝተቐየረ ሓሳብ የለን ክብል ምግላጹን ኣብ መድረኽ ስምምዕ ምህላዉ ምግላጹ'ውን ብተወሳኺ ይፍለጥ። ኤርትራ ምስ ናይ ቸክ ሪፐብሊክ ወገናት ምርኻባ ተገሊጹ። ኣብ ግብጺ ኣብ ዝርከብ ኤምባሲ ኤርትራ ዝበጽሐት ናይ ቸክ ሪፐብሊክ ዲፕሎማት ሉችታ ጋፕ ምስ ፈጻሚ ጉዳይ ኤምባሲ ኤርትራ ኣብ ግብጺ ተራኺባ ከም ተዛተየት ተገሊጹ። ኣብቲ ኣብ መንጎ ክልቲኦም ወገናት ዝተኻየደ ርክባት ክልቲኤን ሃገራት ኣብ ዲፕሎማስያዊ ዕዮታተን ሓዪለን ክነጥፋ ዝደፍእ ምንባሩ ዝሕብሩ ጸብጻባት፣ ክልቲኦም ወገናት ኣብ ቀርኒ ኣፍሪቃ ዘተኮረ ዛዕባ ምልዓሎም ብተወሳኺ ይግለጽ። ኢትዮጵያ ኣብ ኣፍደገ ባሕሪ ንዘምዕበለቶ ግጉይ መግለጺታት ዘይፍትሓውን ዘይሕጋውን ምዃኑ ዝገለጸ እቲ ናይ ኤርትራ ወኪል፣ ኣህጉራዊ ማሕበረሰብ ኣፍልጦ ክወስድ ምትሕሳቡ'ውን ይንገር። ኣብቲ ርክብ ኤርትራ ናይ ኢትዮጵያ ናይ ምስፍሕፋሕ ኣጀንዳ ግዳይ ምዃና ዝተመልከተ ክኸውን እንከሎ፣ እታ ሃገር ኣብ ልዕሊ ኤርትራ ተካይዶ ዘላ ቀጻሊ ተጻብኦን ጸቕጥን ብትሪ ዝኹንን ምዃኑ እውን ኣብቲ ርክብ ዝተሳተፈ ናይ ኤርትራ ወገን ሓቢሩ ኣሎ። ኣብ ኤርትራ ስልጠና ከም ዝተኻየደ ተገሊጹ። ኣብ ዞባ ዶብ ንዝርከቡ መናእሰይ ኣብ ምፍራይ ፊልምን ድራማን፣ ክልሰ-ሓሳባውን ተግባራውን ስልጠና ተዋሂቡ። እቶም ሰልጠንቲ ካብ ዓሰርተ ክልተ ንኡሳን ዞባታት ናይቲ ዞባ ዝተመረጹ ምዃኖምን ዝሕበር ኮይኑ፣ ሰልጠንቲ ኣብቲ ኣጋጣሚ ግቡእ ስልጠናታት ምውሳዶም'ውን ተሓቢሩ'ሎ። ኣብቲ ዝተኻየደ ስልጠና፣ ኣብ መንጎ ፊልምን ድራማን ዘሎ ተመሳሳልነትን ፍልልይን፣ ተራ ዳይክተር ኣብ ድራማን ካስቲንግ ዳይክተር ፊልምን ድራማን፣ ምፍራይ ፊልም ትርጉም ናይ ሓደ ዛንታ ከምኡ'ውን ስክሪፕት ምንባሩ'ውን ይሕበር። ኣብቲ ዞባ ዋና ዳይክተር ባህልን ስፖርትን ኣብ ዝሃቦ መግለጺ፣ ዕላማ እቲ ስልጠና ናይ መንእሰይ ዓቕሚ ንምምዕባል ምዃኑ'ውን ሓቢሩ ኣሎ። ላዕለዋይ ጉጅለ ልኡኽ ኤርትራ ናብ ዖማን በጺሑ ከምዘሎ ተገሊጹ። ብኣቶ ነስረዲን መሓመድ ሳልሕ ሚኒስተር ንግድን ኢንዱስትሪን ዝቖመ ላዕለዋይ ልኡኽ ኤርትራ ከምኡ'ውን ሓላፊ ቁጠባዊ ጉዳያት ህግደፍ ኣቶ ሓጎስ ገብረሂወት ሎሚ ኣብ ከተማ መስካት ምስ ሚኒስተር ንግዲ፣ ኢንዱስትሪን ምድንፋዕ ኢንቨስትመንት ዖማን ቅያስ ቢን መሓመድ ኣል ዮሴፍ ከም እወን ምስ ሚኒስተር ወጻኢ ጉዳይ በድር ቢን መሓሚድ ኣል ቡሳይዳ ኣብ ምዕባል ክልቲኣዊ ዝምድናታተን ኣብ ዞባዊ ጉዳያት ዘተኮረ ርክባት ኣካይዶም። ኣብዚ እዋን እዚ ዖማን ምስ ኤርትራ ኣብ ሓባራዊ ሽርክነት ዝተመርኮዘ ስጡም ዲፕሎማስያዊ ዝምድና ዝተኸላ ኮይነን ኣብ ጽላታት ትምህርቲ፣ ሕርሻ፣ ንግዲ ዘተኮረ ስጡም እንካን ሃባን ዝተመርኮዘ ሓያል ዝምድና ከም ዘለወን ተገሊጹ። ልኡኽ ኤርትራ ኣብ ዖማን ኣብ ዝገብሮ ወግዓዊ ንክልተ መዓልታት ዝጸንሕ ዑደት፣ ብተወሳኺ ምስ ዝተፈላለዩ ካልኦት መንግስታዊ ትካላትን ሓያሎ ናይ ብሕቲ ኩባንያታትን ተኸታታሊ ኣኼባታትን ርክባትን ከካይድ'ዩ። ኣብ ዓሰብ ኣኼባ ከም ዝተኻየደ ተገሊፁ። ኣብ ወደባይት ከተማ ዓሰብ ኣኼባ ምክያዱ ተሓቢሩ። ዓቕምን ኣበርክቶን ሰርሐተኛታት መንእሰያት ንምሕያል ዝዓለመ ኣኼባ ኣብ ወደባይት ከተማ ዓሰብ ምክያዱ ዝገልፁ ወገናት ኣብቲ ካብ ዝተፈላለየ ትካላት መንግስቲ ዝመፁ መንእሰያት ሰርሐተኛታት ዝተውሃበ መግለፂ ሓላፊ ሃገራዊ ማሕበር መንእሰያትን ተምሃሮን ኤርትራ ኣብ ዞባ ደቡባዊ ቀይሕ ባሕሪ ኣቶ ዑስማን ዓብዱልቃድር ኣብ ምዕባይ ኣፍራይነት ዘተኮረ መብርሂ ምሃብዎን ተፈሊጡ ኣሎ። ኣብቲ ኣጋጣሚ ሰራሕተኛታት መንእሰያት ኣብ ናይ ስራሕ ቦትኦም መደባት ኣብ ምትግባር ዘለዎም ልዑል ተራ ብምግንዛብ ተሳተፍቲ ፍልጠቶምን ጸዓትን ኣብ ኣፈጻጽማ መደባት ልምዓት ክጥቀሙሉ ናይቲ ዞባ ሓለፍቲ ምግላጾም'ውን ይንገር። ወደብቲ ናይቲ ንጥፈት ሰራሕተኛታት መንእሰያት ናይቲ ዞባ ኣብ ነንሕሕዶም ተሞክሮታት ዝካፈልሉ መድረኻት ምውዳብ ኣገዳሲ ምዃኑ ብምጥቃስ፣ ኣብቲ ጻዕሪ ግቡእ ተራ ንምጽዋት ድልውነት ከም ዘለዎም ምሕባሮምን ተገሊጹ ኣሎ። ደቡብ ሱዳን ዓሰርተ ሸውዓተ ኤርትራውያን ከም ዝኣሰረት ተገሊጹ። ሰበስልጣን ኢሚግሬሽን ደቡብ ሱዳን ብሰሉስ ኣብ ክልተ ዝተፈላለዩ ፍጻመታት ዓሰርተ ሸውዓተ ኤርትራውያን ከም ዝኾኑ ዝተገለጹ ኣብ ቀይዲ ከም ዘእተዉ ማዕከናት ዜና እታ ሃገር ንሰብ ስልጣን እታ ሃገር ብምጥቃስ ዝጸብጸባ ኮይነን፣ እዚ ኣካል ናይቲ ነታ ሃገር ከም መተሓላለፊ መንገዲ ዝጥቀማሉ መርበባት ዘይሕጋዊ ስደትን ዘይሕጋዊ ምስግጋር ደቂ ሰብን ዝገብርዎ ኢ-ሕጋዊ ተግባር ከም ዝኾነ ድማ እቶም ሰብስልጣን ደቡብ ሱዳን ገሊጾም ኣለዉ። ዓቕሚ ፓስፖርት ሃገራት ተገሊጹ። ናይ ኣሜሪካን እንግሊዝን ፓስፖርት ንድሕሪት ዘንቆልቆለ ኮይኑ፣ ናይ ኢትዮጵያን ናይ ኤርትራን ደረጃ ከኣ ተሓቢሩ ኣሎ። ኣብ ውሽጢ ዕስራ ዓመት ናይ ሕቡራት መንግስታት ኣሜሪካ ፓስፖርት ንፈለማ እዋን ካብቶም ኣብ ዓለም ዝለዓለ ሓይሊ ዘለዎም ዓሰርተ ፓስፖርታት ንታሕቲ ኣንቆልቂሉ ከምዘሎ እውን ተገሊፁ። ፓስፖርት ኣውስትራልያ ኣብ ዓለም እቲ ዝሓየለ ኮይኑ ብመሰረት ሓድሽ መስርዕ ናይ ሕቡራት መንግስታት ኣሜሪካ ኣብ ውሽጢ ዕስራ ዓመት ንፈለማ ግዜ ካብቶም ዓሰርተ ዝለዓሉ ሓይሊ ዘለዎም ፓስፖርታት ንታሕቲ ወሪዱ ተረኺቡ። ናይ ሄንለይ ፓስፖርት ኢንዴክስ ረብዒ ዓመት ገምጋም ዝገበረ ኮይኑ ናይ ዓለም ፓስፖርት ሒዝካ ብዘይ ቪዛ ክትበፅሐሎም ትኽእል በዝሒ ሃገራት ኣብ ግምት ኣእትዩ ሰሪዑ ዘሎ። ኣብ'ዚ ተሰሪዑ ዘሎ ደረጃ፣ ቀዳማይ ሲንጋፖር፣ ካልኣይ ደቡብ ኮርያ፣ ሳልሳይ ጃፓን፣ ኣብ መበል ራብዓይ ከኣ ጀርመን፣ ጥልያን፣ ሉግዘምበርግ፣ ስፔን፣ ስዊትዘርላንድ ዝተሰርዑ ኮይኖም፣ ኣብ መበል ሓምሻይ ኣውስትራልያ፣ ቤልጅየም፣ ዴንማርክ፣ ፊንላንድ፣ ፍራንስ፣ ኣየርላንድ፣ ኔዘርላንድ ተሰሪዖም ኣለው። ኣብ መበል ሻድሻይ ግሪክ፣ ኖርወይ፣ ሃንጋሪ፣ ፖርቹጋል፣ ኒውዚላንድ፣ ስዊድን፣ ኣብ መበል ሻብዓይ ኣውስትራልያ፣ ቸክ ሪፐብሊክ፣ ማልታ፣ ፖላንድ፣ ኣብ መበል ሻሙናይ፣ ክሮሽያ፣ ስሎቫንያ፣ ኢስቶንያ፣ ዩናይትድ ዓረብ ኤሚሬት፣ ስላቮክያን ዩናይትድ ኪንግደምን ይርከብዎም። ኣብ መወዳእታ ኣብ መበል ሚእትን ሽዱሽተ ተሰሪዑ ዝርከብ ፓስፖርት ናይ ኣፍጋኒስታን ኮይኑ፣ ናይ ሶማል ኣብ መበል ሚእትን ክልተን፣ ናይ ኤርትራ፣ ሊብያን ምምሕዳር ፍልስጤምን ብዓቕሚ ፓስፖርት ሃገራት ንሰሜን ኮርያ ብሓደ ነጥቢ ብምቕዳም ኣብ መበል ቴስዓን ትሽዓተ ተሰሪዖም ዘለዉ ፓስፖርታት እዮም። ፓስፖርት ኢትዮጵያ ምስ ናይ ሊባኖስ ኣብ መበል ቴስዓን ሽዱሽተ ተሰሪዑ ይርከብ። ፓስፖርት ኤርትራ ሒዝካ ናብ ሰላሳን ትሽዓተ ሃገራት ብዘይ ቪዛ ከትጓዓዝ ዝከኣል ኮይኑ ብናይ ኢትዮጵያ ፓስፖርት ድማ ብዘይ ቪዛ ናብ ኣርብዓን ኣርባዕተ ሃገራት ክትጓዓዝ ይከኣል እዩ። እስራኤል ንግብጽን ቃዛን ዘራኽብ ዶብ ምዕጻዋ ተገሊጹ። እስራኤል ከም ትስምዕ ምቁራጽ ተኹሲ ዝጠልቦ ኣብ መንጎ ምድረበዳ ቃዛን ግብጽን ዝርከብ መሳገሪ ዶብ ራፋሕ ከም ዘይትኸፍቶ ገሊጻ። እታ ሃገር ብመሰረት ስምዕ ሓማስ ዝኸተመሉ ከም ዘይፈጸመ ብምግላጽ ዕጡቕ ጉጅለ ሓማስ ሬሳታት ናይቶም ክሳብ ሕጂ ኣብ ምድረበዳ ዘለዉ ዝሞቱ ጅሆታት ንምምላስ ዝኣተዎ ቃል ከትግብር ጸዊዓ'ላ። እስራኤል ከም ኣካል ናይቲ ኣብ ልዕሊ እቲ ጉጅለ ግብረ ሽበራዊ ምዃኑ ክትገልጾ ዝጸንሐ ሓማስ እገዳ ክትገብር ምዃናን ምንቅስቓሱ ክትድርቶ ምዃና እውን ኣፍሊጣ ኣላ። ሓማስ ገለ ካብቲ ናይ ጅሆታት ሬሳታት ንምምላስ ርኡይ ጻዕሪ ከም ዘይገበረ ብሰብ ስልጣን ምክልኻል እስራኤል ድሕሪ ምግምጋሙ ዘጋጥም ዘሎ እገዳ ምዃኑ ናይ እስራኤል መንግስቲ ክሕብር እንከሎ ተግባራዊ ስጉምቲ ብምውሳድ ክዕረ ዝኽእል ምዃኑ እውን ገሊጹ ኣሎ። ዕጡቕ ጉጅለ ሓማስ ምስ መንግስቲ እስራኤል ንክልተ ዓመታት ከካይዶ ዝጸንሐ ደማዊ ኲናት ብማእከልነት ፕረዚዳንት ዶናልድ ትራምፕ ኣብ ካይሮ ግብጺ ምፍጻሙ ዝሕበር ኮይኑ ካብቲ ናይ ሰሙዕ ዕለት ኣትሒዙ ምፍታሕ ጅሆታት ዘጠቓለል ናይ ሰላም ስጉምታት ክወስድ ምጽንሑ እዚ ሕጂ ተቋሪጹ ዘሎ ኣብ ዝመጽእ ክቕጽል ብዙሕ ተስፋ ከም ዘለዎ'ውን ብተወሳኺ ይሕበር። ክቡራት ተኸታተልተ ንሎም ዝተዳለወ ዜና ነዚ ይመስል ኣብ ዝቕጽሉ ዝፍነው ዜናታት ብቐዳምነት ክበጽሐኩም ሳብስክራይብ ዘይገበርኩም ሳብስክራይብ ንክትገብሩ ብኸብሪ ንዕድመኩም